ሰላም ሰላም ሰላም ተኸታተልቲ ናይዚ ቪድዮ ኣብ ዘለኹም እምበኣር ሰላም ጥዕና ፍቕሪ ሓጎስ ኣብ ውሽጥኹም ክነግስ ይምነየልኩም እምበኣር ሎማዓንቲ ድማ ብዝተፈለየ ኣርእስቲ እሞ ድማ ናይ ብሓቂ ንኹልና ክሕግዝ ኢለ ዝኣምነሉ ምኽንያቱ ኣብ ገዛእ ነብሰይ ፈቲነ እየ ሸር ዝገብረልኩም ማለት እዩ እቲ ሓሳባት ኣብ ገዛእ ነብሰይ ድማ ጽቡቕ ዕዮ ዓዩ ምስ ረኣኹዎ ወይ ድማ ውጽኢት ምስ ረኸብኩሉ ከኣ ብልክዕ ንሰባት ከካፍል ምርጫይ ይኸውን ማለት እዩ። ስለዝኾነ ከኣ ሎማዓንቲ ብዝተፈለየ ኣርእስቲ ብዝተፈለየ ብዝተፈለየ ብዝተፈለየ ኣርእስቲ ኮይኑ ንዓና ከኣ ክሕግዝ ይኽእል እዩ ኢለ ዝኣመንኩሉ እዩ። ስለዚ ቅድሚ ግን ቅድሚ ናብቲ ኣርእስቲ ምእታወይ ናብቲ ትሕዝቶ ምጅማረይን ከምቲ ኩሉ ግዜ ዝብለኩም ማለት እዩ ተደጋጋሚ እዩ ብርግጽ ድማ ናይ ብሓቂ ኣገዳሲ ስለ ዝኾነ እየ ተደጋጋሚ ከምኡ ዝብለኩም። ንሱ ድማ ዕቤት ብጥበብ ቲቪ እትብል ቻነል ሓዳሽ ቻነል ኣብ ዩቱብ ከፊተ ኣለኹ። ስለዚ ኣብኣ ከድኩም ሳብስክራይብ ክትገብሩ ቤተሰብ ክትኮኑ ኣብኡ ድማ ዝተፈላለየ ፅቡቓት ሓሳባት ዝበልክዎም ኣተባባዕቲ ዝበልክዎም ንኩልና ናይ ብሓቂ ንቕድሚት ክንስጉም ንቕድሚት ከነምርሕ ሓሳባትና፣ እቲ ናትና ኣብ ውሽጥና ዘሎ ድሌታትና ዘለዓዕል ንክኸውን ጥራይ እያ ክዝርጋሓላ ማለት እዩ። ስለ ዝኾነ ኣብኡ ከድኩም ሳብስክራይብ ክትገብሩ ብክብሪ ይዕድመኩም። ሌትስ ጎ ናብ ናይ ሎማዓንቲ ኣርእስቲ ክነብል ኢና። ናይ ሎማዓንቲ ኣርእስቲ ድማ ድሉው ዲኻ ዝብል እዩ። ንምንታይ ድሉው ንክልተ ሽሕን ዒስራን ሰለስተን ድሉው ዲኻ? እምበኣር ኣዝየን ኣዝየን ኣዝየን ሒደት ዝኾና መዓልታት እየን ተሪፈናና ዘለዋ ክልተ ሽሕን ዒስራን ሰለስተን ንኽንኣቱ። ክልተ ሽሕን ዒስራን ሰለስተን ንኽንኣቱ ኣዝየን ሒደት መዓልታት እየን ተሪፈናና ዘለዋ። ምሉእ ዓመት ተጓዒዝና መጺእና ኣለና። ሕጂ ከኣስ ኣዝየን ውሑዳት መዓልታት ተሪፈናና ኣለዋ። ቅድሚኡ ግን ቅድሚ ብዛዕባ ናቱ እቲ ድልውነትና ናትና ከመይ ምዃኑ ምርኣይ ብዛዕባ ኣብ ክልተ ሽሕን ዕስራን ሓደን ኮይንካ ማለት ኣብ ከምዚ እዋን ዘለናዮ ናይ ወርሒ ዓሰርተ ሓደ ድዩ ክኸውን ወርሒ ዓሰርተ ድዩ ክኸውን ወርሒ ዓሰርተ ክልተ ድዩ ክኸውን ብሓፈሻ ቅድሚ እቲ ዓመት ምእታዉ ክልተ ሽሕን ዕስራን ክልተን ማለት እዩ ቅድሚ ምእታዉ ኣብ ክልተ ሽሕን ዕስራን ሓደን ኮይንካ ዝገበርካዮ መደባትካ ወይ ድማ ዝተፈላለዩ ውጥናትካ እንታይ ኣንቢርካ ኔርካ እንታይ ኣቀሚጥካ ነርካ ወይስ ኣይቀመጥካን ነርካ ኣይቀመጥካን ነርካ ተኾንካ ፀገም ዝበሃል የብሉን ሕጂ ከመይ ከም ተቐምጥ ክንርኢ ኢና ኣቐሚጥካ እንተነርካ እቲ ንስኻ ክትበፅሖ ትደሊ እቲ ንስኻ ክትጭብጦ ትደሊ እቲ ንስኻ ክትሪኦ ትደሊ ኩሉ ነገራት ኣቐሚጥካ እንተነርካ ኣብ 221 እቲ ውጽኢቱ ኣብ ክልተ ሽሕን ዒስራን ክልተን ከመይ ረኪብካዮ ኣለካ ኣብዛ ሕጂ ሰዓት ኮይና ማለት እዩ ናተይ ኣብዚ ሕጂ ግዜ ረቪው እዩ ክገብር ጸኒሐ ናይዚ ዓመት ሙሉእ ዝሓለፍክዎ ከመይ ሓሊፈዮ እቲ ኣነ ዝደለክዎ ከ ረኪበዮ ድየ ክንደይ ፐርሰንተጅ በጺሐዮ ኣለኩ እንዳበልኩ ክፍትሾ እየ ጸኒሐ ነናቱ ፐርሰንተጅ እንዳሃብኩ ኣብ መወዳእታ ከኣ ንኩሉ ዘጠቃልል ፐርሰንተጅ ክንደይ መጺኡ ኣሎ ከኣ ርእየ ድሒረ ክነግረኩም እየ ማለት እዩ ስለዚ ንስኻ ከመይ በጺሕካዮ ኣለኻ? ንስኻ ከመይ ጨቢጥካዮ ኣለኻ? ነቲ ንስኻ ዝሓሰብካዮ ብሓቂ ኣባኻ ዘይነበረ ክህሉ ዝደለኻዮ እሞ ድማ ናይ ብሓቂ ብግቡእ ገይርካዮ ዲኻ? ውጥን ምውጻእ፣ ዕላማ ምግባር፣ ቀሊል ነገር እዩ ኣብ ወረቐት ክትጽሕፎ፣ ብግብሪ ንኽትኺዶ ንኽትከዶ ጊን ወይ ድማ ብግብሪ ንኽትውዕሎ ጊን ኣዝዩ ኣዝዩ ትብዓትን ጽንዓትን ቀጻልነትን ዝሓትት እዩ። ስለዚ በቲ ትብዓትካን በቲ ቀጻልነትካን በቲ ናትካ ንጥፈታት መዓልታዊ እትገብሮን ውጽኢት ከመይ ረኺብካዮ? እንተዘይ ጌርካዮ ሓንጢጥካዮ ኢኻ ወረቐት እምበር ክትረኽቦ ኣይትኽእልን ኢኻ። ኣብ ወረቐት ዝጸሓፍካዮ ጥራይ እኹል ኣይክኸውንን'ዩ፣ ብግብሪ ከ ከይድካዮ ዶ? እንተኸድካዮ ርግጸኛ እየ ገለ ብኸፊል ዋላ ኩሉ እንተዘይኮነ ገለ ብኸፊል ካብቲ ዝሓሰብካዮ በጺሕኻ ኣለኻ ምኽንያቱ ኣነ ዝሓሰብክዎ ዝጸሓፍክዎ ብግብሪ ዝኸድክዎ ገሊኡ ውን ዘይከድክዎ ኣሎ ንዕኡ ክእረመሉ እየ ምስ ነብሰይ ማለት እዩ ስለዚ ነቲ ዝገበርክዎ ግን ገለ ብኸፊል ኩሉ እንተዘይኮነ በጺሐዮ ኣለኹ ማለት እዩ ኦኬ እምበኣር ንማልባት ኣብ ዝሓለፈ እዋን ውን ፕላን ኣይገበርካን ዝኾነ ነገራት ውጥን ኣይሓንጸጽካን ን ክልተ ሽሕን ዕስራን ክልተን ነዛ ሕጂ ዘለናያ ኣብ ዝሓለፈ ክልተ ሽሕን ዕስራን ሓደን ኮንካ ጸገም ዝብሃል የብሉን ሎሚ ክትጅምሮ ትኽእል ኢኻ እዚ ክብል ከለኹ ጊን ኩልና ክንርድኦን ክንፈልጦን ዘለና ሓዱሽ ዓመት ምስ መጸ ሓዱሽ ዓመት ስለ ዝኾነ ድማ ሂወትና ንቕይር ማለት ኣይኮነን ኩሉ ግዜ መዓልታዊ ህይወትና ንኽንቅይር ሓዱሽ ዕድል ወይ ድማ ሓዱሽ መዓልቲ ይወሃበና እዩ። ሓዱሽ ሰዓታት እውን ይወሃበና እዩ። ኣብ ነፍሲ ወከፍ መዓልቲ ክንቅየር ንኽእል ኢና። እንታይ ደኣ ንዝብል ሕቶ ግን ሓዱሽ ዓመት ኩሉ ግዜ ንጹር ዝኾነ ኣዋርሕ፣ ንጹር ዝኾነ መዓልታት እትሕዘሉ ካብዚ ጀሚረ ክሳብ ኣብዚ ክበጽሓሉ ይኽእል እየ ንትብለሉ እምበር ሓዱሽ ዓመት ስለዝኾነ ሓዱሽ ህይወት ተምጽእ ማለት ኣይኮነን። እዚኣ ክንርዳኣ ዘለና ኩሉ ግዜ ዕድል ኣለና ሂወትና ንክንቅይር ኣብዚ መዓልቲ ጥራይ ኢኻ ክትቅየር ትኽእል ሓዱሽ ዓመት ጥራይ ኢኻ ክትቅየር ትኽእል ኢሉ ገደብ ዝገበረልና እንተ ብኣምላኽ እንተ ብሰብ የለን ማለት እዩ ገደብ ንገብረሉ ግን ንሕና ኢና ማለት እዩ ስለዚ ኣብ ክልተ ሽሕን ዒስራን ሰለስተን ዝመጽእ ዘሎ ዓመት ዝመጽእላ ዓመት ትደልዮ ንስኻ ክትጭብጦ እትደሊ ወይ ድማ ናይ ብሓቂ ከምዚ ክኸውን እየ እትብሎ ነገራት ብርግጽ ኣብ ምንታይ ክትጽሕፎ ኣለካ ኣብ ጥራዝካ ክትጽሕፎ ኣለካ ናተይ እዚኣ ናይ ሰሙናውን ናይ መዓልታውን ዝጽሕፈላ ፕላነይ ወይ ድማ ዝሕንጥጠላ እያ ማለት እዩ እዚኣ ንእሸይ ንሄትለይ ከምዚ ክንገዝእ ንኽእል ኢና ንእሽተይ ማለት እዩ ክንገዝእ ንኽእል ኢና ማለት እዩ ሶ እዚኣ ከዓ ናይ ዓመታዊ ማለት እዩ እዚኣ ከዓ ናይ ዓመታዊ ናይ ዓመታዊ እቲ ንስኻ ዝበፃሕካዮ ክትፅሕፎ ትኽእል ወይ ድማ እቲ ንስኻ ክትበፅሖ ትደሊ ትፅሕፎ ትኽእል ናይ ሕልምና ሰሌዳ ንበሎ ማለት እዩ ናይ ሕልምና ሰሌዳ ኣብቲ ኩሎም እቶም ክንበጽሖም ንደልዮም እስከ ሕልምታትና እዮም ስለ ዝኾኑ ከኣ ኣብዚ ክንጽሕፎ ንኽእል ኢና ናተይ ጽሒፈዮ ኣለኹ መዓሰይ ዕለት ውን ብኑጹር ማለት እዩ መዓሰይ ክበጽሖ ኣለኒ ውን ብኑጹር እየ ዝጽሕፎ ንስኹም ከኣ ብኑጹር ክትጽሕፍዎ ትኽእሉ ኢኹም ማለት እዩ ሶ እዚ ክብል ከለኹ ግን እዚ መደብ እዚ ከቕርቦን ከለኹ ኣይትጽሕፍዎን ኣይተብልዎን ማለት ኣይኮን ገለገለ ብኸፊል ሰባት ውን ኣለዉ ዘይጽሕፉ ማለት እዮም ስለዚ ንኽጽሕፉ እውን ምንቕቓሕ እንተኾነ ንዝብል እምበር ኩሉ ሰብ ካባይ ንላዕሊ ዳርጋ ዝገብሮ እዩ ማለት እዩ። ስለዚ ካብቶም ክንጽሕፎም እንኽእል ገለ ብኸፊል ነጥብታት ኣቐሚጠ ኣለኹ ሓጸርቲ ክንጽሕፎም እንኽእል ማለት እዩ። ንኣብነት ዝኾነ ሰብ ስራሕ ይደሊ እዩ። ስለዚ ስራሕ ጀሚርካ ገንዘብ ክተእቱ ትደሊ ኢኻ ማለት እዩ። ስለዚ ክንደይ ገንዘብ ኣታዊ ክትገብር ደሊኻ ኣለኻ ኣብ ክልተ ሽሕን ዒስራን ሰለስተን ክሳብ መወዳእታ ወርሒ ዓሰርተ ክልተ ማለት እዩ ናብ ክልተ ሽሕን ዒስራን ኣርባዕተን ገጹ ዘእንፍት ክሳብ ሽዑኡ ክንደይ ገንዘብ ክትእክብ ደሊኻ ኣለኻ ኦኬ ስራሕ ክትጅምር ደልየ ኢልካ ኣለኻ ወይንውን ጀሚርካ ክትውሉ ትኽእል ኢኻ ክንደይ ህ ኣታዊ ክትገብር ደሊካ ኣለካ ብመልክዕ ገንዘብ ማለት እዩ ብኑጹር ዝኮነ ንኣብነት ናይ ገዛ ከራይካ ክንደይ ተውጽእ ናይ ኢንቹራንስካ ክንደይ ተውጽእ ናይ ትራንስፖርት ክንደይ ተውጽእ ናይ መግብካ ክንደይ ተውጽእ ናይ ሓወላ ንስድራቤትካ ናይ ምስዳድ ድዩ ንካልኦት ንካልኦትን ገንዘብ ናይ ምስዳድ ድዩ ኣውጺኻ ወይ ድማ ኣብ ነብስኻ እትገብሮም ኢንቨስት ኣብ ነብስኻ እትገብሮ ኣውጺኻ ኩሉ እቲ ገንዘብ ወርሓዊ ተውጽኦ ማለት እዩ ኩሉ ግዜ በቲ መዓልታውን በቲ ሰሙናውን በቲ ወርሓውን ለኪዕኻ ኢኻ ኣብ ዓመት ክንደይ ክእቱ ይኽእል ወይ ድማ ናይ ብሓቂ ተእትዎ ዘይኮነስ ክንደይ ክሕዝ ይኽእል ብኡኸ እንታይ ክገብር ይደሊ ኢልካ ኢኻ ትሕንጽጾ ማለት ስለዚ እዚ ብዛዕባ ስራሕ ክኸውን እንከሎ ብዛዕባ ገንዘብ እውን ብልክዕ ብንጹር ኣበይ ተጥፍኦን ከመይ ትሕዞን እቲ ገንዘብ ብልክዕ ካብ ወርሒ ሓደ ጀሚርካ ክሳብ ወርሒ ዓሰርተ ክልተ ዘሎ እትሕንጽጸሉ እዩ ማለት ስለዚ ሓንቲ ብኸፊል ካብተን ክጽሕፈን ኣለና ዝብላ ሓንቲ እዚኣ ማለት እዩ ቁጽሪ ሓደ። ቁጽሪ ክልተ ድማ ኩሉ ይደልዮ ማለት ኣይኮነን ወይ ከኣ ኩሉ ኣይደልዮን ማለት ኣይኮነን ግን ከምቲ ኣነ ዝደልዮ ንኣብነት መኪና ምምሃር ይደልየ መኪና ክምሃር ይደልየ ወይ ድማ መኪና ክውንን እውን ይደልየ ማለት እዩ። ስለዚ መኪና ክትውንን ደሊኻ ኣለኻ ክትመሃር ኣለካ መጀመርታ ስለዚ ክትመሃር ምዃንካ ክትፅሕፎ ኣለካ እንታይ ዓይነት መኪና ክትመሃር ደሊኻ ኣለኻ ንዓባይ ድያ ወይ ድማ ንኣብነት ናይ ኣውቶቡስ ድዩ ክኸውን ናይ ኖርማል ናይ ውልቀ ሰብ ድዩ ክኸውን ብርግፅ ብንፁር ዝኾነ ከዓ ንሱ ከዓ ትፅሕፎ ማለት እዩ ወይ ሞያ ዲኻ ክትመሃር ደሊኻ ዘለኻ እንታይ ዓይነት ሞያ ክትመሃር ደሊኻ ኣለኻ ብርግፅ መዓሰይ ክትጅምር ደሊኻ ኣለኻ ትሕጽጾ ማለት እዩ ኦኬ ከም ሳልሳይ ስፖርት ክትጅምር ደሊካ ኣለካ ኣካላትካ ክትሃንጽ እንተ ናይ ነብስካ ከተጉድል ድዩ ወይ ድማ ነብሲ ክትውስክ ድዩ ወይ ድማ ቅርጺ ኣካላትካ ንክትሕሉ ድዩ ጥዕናካ ንኩሉ ነገር ከተማሊልካ ከኣ እትገብሮ ስፖርት እውን ሓደ ኣሎ ማለት እዩ ሓደ ካብቲ ኣነ ዝጥቀመሉ ስፖርት ኣሎ ማለት እዩ ስለዚ ጅም ክትጅምር ደሊካ ኣለካ ኩሉ ሰብ ጅም ክጅምር ይደሊ እዩ ግን ኣይከይድን መብዛሕትኡ ማለት ስለዚ ክትጅምር እንተኾንካ ክዳንካ መሊስካ ጫማኻ ዓጢቕካ ምስ ትብገስ እምበር ጅም ስለ ክትኸይድ ዝደለኻ ጥራይ ኣይኮንካን ትብገስ ማለት ኣይኮነን። ስለዚ ከምኡ ስለ ዝኾነ ከኣ ጅም እንድሕር ደኣ ክትሰርሕ ደሊኻ ወይ እውን ኣብ ገዛኻ ማለት እዩ ወይ ኣብ ኣብ ዙርያኻ ዘሎ እንድሕር ደኣ ጽቡቕ ናይ ስፖርት ቦታ ተሃሊካ ክትጅምር ደሊኻ ኣለኻ ጸሓፎ ጀምሮ መዓሰይ ክትጅምር ደሊኻ ኣለኻ እንታይ ዓይነት ውጽኢት ኣብ ነብስኻ ክተምጽእ ደሊኻ ኣለኻ ዕለት ድማ ብርግጽ ጸሓፈሉ ማለት እዩ ስፔሻል ኣነ ኣብ መወዳእታ ናይቲ ዓመት እየ ዝጽሕፎ ብንጹር ክንደይ ኣቢለ ኣለኹ ክንደይ ውፅኢት ረኺበ ኣለኹ ኣቐዲሞ እውን ገምጋም ከዓ ይሂበሉ ማለት ንኣብነት ኣብ ወር ዓሰርተ ድየ ገምጋም ዝብኦ ወር ዓሰርተ ሓደ ድየ ድሕሪ ነቲ ዝተረፈኒ ከዓ ሳብቲ ዓመት ትውዳእ ከሳልጦ ኣለኒ ይብል ማለት እዩ። ኦኬ ከም ራብዓይ ድማ መጽሓፍቲ ከተንብብ እንድሕር ደኣ ትደሊ ተኾንካ ብርግጽ መጽሓፍቲ ኣዝዩ ዓብዪ ለውጢ የምጽእ ኩሉ ግዜ ይብለኩም እየ ኣብ ዳርጋ ኣብ ነፍሲ ወከፍ ቪድዮ ዝሰርዖ ይብል እየ ማለት እዩ። ስለዚ ናተይ ብዙሕ መጽሓፍቲ ኣብዚኣ ኣለኒ። ኣብዚ ብዙሕ መጽሓፍቲ ኣለኒ ኣንቢበ ውን ንካልኦት ሰባት ዝሃብኩም ኣሎ እዚ ውን ምሳይ ኣለኒ ማለት እዩ ስለዚ እንታይ ዓይነት መጽሓፍቲ ከተንብብ ደሊካ ኣለካ ብምጹር ትጽሕፎ ማለት እዩ እቶም ተንብቦም ከዓ ንኣብነት ምሳኻ ክኸዱ ዝኽእሉ ንዓኻ ዝሕግዙኻ ናይ ብሓቂ ኣብ ሂወትካ ኣብቲ መዓልታዊ ትገብሮ ነገራት ኣዝዮም ከባላትዑኻ ዝኽእሉ እንተኾይኖም ተመራፂ ማለት እዩ ንኣብነት እንድሕር ብዛዕባ ኢንቨስትመንት ክትመሃር ተደሊኻ ክትፈልጥ እንተ ደሊኻ ብዛዕባ ናይ ጠበቓ ናይ ምዃን ክትፈልጥ እንድሕር ደሊኻ ወይ ክትመሃር ተደሊኻ ከተጽንዕ እንተ ደሊኻ ብርግጽ ናይቲ መጽሓፍ ከምኡ ዓይነት ኢኻ ከተንብብ ዘለካ እምበር ልቢ ወለድ ኣይኮንካን ከተንብብ ዘለካ ስለዚ ከምኡውን እንታይ ዓይነት ከነንብብ እንደሊ ብንጹር ንጽሓፎ ክንደይ መጽሓፍቲ ከተንብብ ትደሊ ከዓ ትጽሕፎ ኣለካ ኣነ ዓሰርተ መጽሓፍቲ ከንብብ ኢለ ወጢነዮ ማለት እዩ ብርግጽ ናይ ክልተ ሽሕን ዕስራን ክልተን ወጢነዮ ሕጂ ገለ ብኸፊል በጺሐዮ ኣለኹ ማለት እዩ ኩሉ ዋላ እንተዘይወዳእኹወን ነተን ዓሰርተ መጽሓፍቲ ግን ገለ ብኸፊል በጺሐየን ኣለኹ ማለት እዩ ልዕሊ ፍርቂ በጺሐየን ኣለኹ ብሓፈሻ so መጽሓፍቲ ገንዘብ ከኣ ናይ መጽሓፍቲ ክንደይ ክተውጽ ምዃንኳ ከኣ ኩሉ ካልኩሌት ትገብሮ ከምቲ ኣቐዲመ ዝበልክዎ ማለት እዩ ከም ሓምሻይ ድማ ንኣብነት ኩሉ ሰብ ክበጽሖ ወይ ድማ ዝደልዮ ነገር ከኣ ኣሎ ኩሉ ዋላ እኳ እንተዘይኮነ ግን እቲ መብዛሕትኡ ፐርሰንተጅ ዘይተመርዓወ እንተኮይኑ ንክምርዖ ተመርዒ ድማ ሓዳር ንክምስርት ሓዳር መስሪቱ ድማ ቆልዑ ንክወልድ ኩልና እንደልዮ ነገር ኩልና እንብህጎ ነገር እዩ ስለዚ መዓሰይ ክትምርዖ ደሊካ ኣለካ ከኣ ብኑጹር ጸሓፎ ማለት እዩ ዋላ ክልተ ሽሕን ዕስራን ሰለስተን እንተዘይኮነ ንማልባት ማለት እየ እንድሕር ደኣ ኣብ ሽዑ ሓደ ባዕልና እንምስርቶም ስድራቤት ኣለውና ማለት እዩ ካልኣይ ከዓ ኣቦናን ኣዴናን ኣለውና ስለዚ ነዞም ሰባት እዚኦም እውን ንስድራ ቤትና ማለት ክብል ከለኹ ነቦናን ኣዴናን እዩ ዝብ ዘለኹ ስለዚ ንዕኡም ከ እንታይ ኢና ክንገብረሎም? ዝተፈላለየ ብሓፈሻ ክክም ናትና ድልየት ኣለና። ንሱ ከኣ ብልክዕ ንጽሕፎ ማለት እዩ። መዓሰይ ከ ዝኾነ እቲ ክንገብረሎም ደልና ኣለና ምስ ናትና መደባት ርኢና ክንጽሕፎ ንኽእል ኢና ማለት እዩ። ከምኡ እውን ጽጉማት ክትሕግዝ ዲኻ ደሊኻ ዘለኻ? ንክንደይ ጽጉማት ክትሕግዝ ደሊኻ ኣለኻ? ክንደይ ወጻኢታት ክትገብረሎም ደሊኻ ኣለኻ? ብመልክዕ ገንዘብ ተኾይኑ ወይ ከኣ ብመልክዕ ምትብባዕ እንድሕር ኮይኑ፣ ሞትቨሽን ምሃብ እንድሕር ኮይኑ፣ ንሱ ውን ንባዕሉ ምሕጋዝ እዩ ማለት እዩ። ኩሉ ግዜ ብገንዘብ ጥራይ ኣይኮንካን ንሓደ ሰብ ትሕግዞ፣ እንታይ ደኣ ክተተባብዖ፣ ሞራል ክትህቦ እንከሎኻ ውን ንባዕሉ እቲ ዝዓበየ ናይ ስነ-ኣእምሮ ሓገዝ ክበሃል ይኽእል እዩ ማለት እዩ። ስለዚ ኒሕና እምበኣር ነዚ ክንገብር እንድሕር ደኣ ኮይንና ብልክዕ ንጹር ዝኾነ ዕላማ ምስ ዘሎና፣ ንጹር ማለት እዩ ዕላማ ምናልባት ብቃል ክንብሎ ቀሊል እዩ፣ ዕላማ ዕላማ ማለት እኮ ንኣብነት እንታይ ንበሎ ካብ ልብያ ናብ ዝተፈላለዩ ሃገራት ክንመፅእ ዕላማና ነይሩ ማለት እዩ ሕጂ ካብ ልብያ ዘምፆ ዘለኹ ኣብቲ መንጎ ክዛረቦ ዝደሊ ነገር ስለ ዘሎ ስለዚ ኣብዚ እንድሕር ዳ ንኣብነት ስዊዘርላንድ ኣብ ስዊዝ ኣለኹ ስዊዝ እንድሕር ሃሊ ዕላማይ ስዊዝ እዩ ኣብ ስዊዝ ንምምፃእ ማለት እዩ ስለዚ ኣብዚ ድማ ኣብዚ ድማ እንታይ ኣሎ?